ብቐጥታ ናብቲ ሎሚ ኣዳሊናዮ ዘለና መደብ ምስ እንሓልፍ ድማ፣ ከምዚ ኣብ ስእሊ ንርእዮ ዘለና፣ እዚ ብሩክ ደሳለኝ ዝተባህለ ኣብ ዓዲ እንግሊዝ ንሓደ ወዲ ስሳ ዓመት ጸታዊ ዓመጽ ዝፈጸመሉ ዘስካሕክሕ ተግባራት ዝፈጸመ ኣብ ማሕበራዊ ሚድያ ኤርትራዊ ብምባል ተጠቒሱ ዘሎ ኤርትራዊ ከምዘይኮነ ንሕናውን ምስክርነትና ክንህብ ኢና ብዝተኻእለና መጠንውን ብፍላይ ኣብ ዓዲ እንግሊዝ ዘለኹም ኤርትራውያን ነዚ ጉዳይ እዚ ብዝግባእ ክትሕዝዎ ምኽንያቱ ንሕብረተሰብ ኤርትራ ንምጽላም ዝኸይድ ዘሎ እዚ ኩሉ ስደተኛ ብስም ኤርትራዊ ዑቕባ ሓቲቱ ዘሎ ኩሉ ኤርትራዊ ስለ ዘይኮነ ኣብ ዓዲ እንግሊዝ ዘለኹም ድማ ብፍላይ ነዚ ኣድላዪ ዝኾነ ምትሕብባር ብምግባር እቲ ሓቂ ክትስንዱ ወይ ድማ እቲ ሓቂ ንዝምልከቶ ኣካል ክትሕብሩ ተስፋ ንገብር በዚ ኮይኑ በቲ ግን እዚ ሰብ እዚ ኢትዮጵያዊ እዩ። ብዝያዳ ናቱ ፕሮፋይል ፈይስቡክ ምስ ንርኢ ድማ ከምዚ ትርእይዎ ዘለኹም እዩ። ብዝተኻእለና መጠን ድማ ብቋንቋ ኣምሓርኛ እውን ዝተጻሕፈ ኢትዮጵያዊ ምዃኑ ዘረጋግጽ ጽሑፍ ኣሎ። ሕጽር ዝበለ እዩ፣ ክነንብቦ ኢና፣ ንከታተሎ። በእንግሊዝ ሃገር በለንደን ከተማ ኣረጋዊን ኣስገድዶ የደፈረው የሰላሳ ሶስት ዓመቱ ኢትዮጵያዊ ስደተኛ

ስለዚ ድማ ዝኸበርኩም ተኻታተልቲ ነባት ሜድያ ከምዚ ዓይነት ተግባራት እሞ ድማ ብስም ኤርትራ ኣብ ማሕበራዊ ሚድያ ክቃላሕ ከሎ ንሕና ውን ዓገብ ክንብልን መንነት ናይቶም ሰባት ድማ ንዝምልከቶ ኣካል ክንሕብርን እዩ ዝግበኣና። ኩሉ ተሰዲዱ ዘሎ ኤርትራዊ ኣይኮነን ብዙሓት ጎረባብቲ ከም በዓል ሱዳን፣ ከምኡውን ሶማሊ፣ ኢትዮጵያ ዝኣመሰሉ ብዙሓት ብዙሓት ስደተኛታት ብስም ኤርትራ ዑቕባ ዝሓተቱ ከም ዘለዉ ንፈልጥ ኢና። ግን ንፖለቲካ መሳርሒ ንክበሃል ግን ብሙሉኦም ዝወጹ መብዛሕትኦም ልዕሊ ተስዓ ሚእታዊት ስደተኛታት ኤርትራውያን ብምባል እዮም ተቐባልነት ሂቦሞም ዘለዉ። እዚ ድማ ቅኑዕ ኣይኮነን ጉቡእ ኣይኮነን። ኣብ ከምዚ ሕማቕ ተግባራት ክፍጸም ከሎ ድማ ንርእዮን ንዕዘቦን ዘለና ብስም ኤርትራ'ዩ ዝኸውን ዘሎ። እዚ ከኣ ንህዝብን መንግስትን ኤርትራ ንምጽላም ዝኸይድ ዘሎ ጉዳይ ምዃኑ ክንዕዘብን ከነስተውዕልን ይግበኣና። ኩሉ ኤርትራዊ ድማ ኣብ ዘዘለዎ ቦታ ኮይኑ ነቲ ሓቂ ንዝምልከቶ ኣካል ክሕብር ግዴታን ግቡእን ከም ዘለዎ ከነዘኻኽር ንፈቱ። ሰንባዲ እዩ ንኹሉ ነገር ቅጽናዓት ሃብኪ ኣኹል ሃብኪ ፈጣሪ ሕጂ በዚ ኣጋጣሚ እዘን ካሜራታት ገይሩ ኣብ ሙሉእ ዓለም ዘሎ ህዝቢ እውን ከጸናንዓኪ እዩ እስኪ ንዝያዳ ንኽረኽበኪ እውን ቴለፎንኪ ክንደይ እያ?

ክትረኽብዋ ትኽእሉ ኢኹም። እቶም ካብ ናብ ናብ ኤርትራ ትመጹ ድማ ዳዕራውሎስ ኢልኩም ኣብ ፍሉጥ ገዛውቲ መጺኹም ተሓቲትኩም የርሳሌም ከምዚ ኢሎም ኣርባዕተ ደቃ ተጎዳእታ ኢልኩም ክትረኽብዋ ትኽእሉ ኢኹም ማለት እዩ መጺኡ ከተጸናንዑ ኣብ ጎና ክትኮኑ ብትሕትና ንሓት ማለት እዩ ኣዚያ ሰንባዲ ኦከ ሕማቕ ነገር ረኺባ ስለ ዘላ ኣደይ
ብመጀመርያ ነዛ ኣብ ሓደ እዋን ኣርባዕተ ዕሸላት ደቃ ዝሰኣነት ክብርቲ ወላዲት ጽንዓት ይሃብኪ ክንብል ንፈቱ። ከምኡውን ነቶም ዕሸላት መንግስተ ሰማይ የዋርሶም። ካብ እዚ ብምቕጻል ድማ ርእይቶታት ናይ ህዝቢ ኣብ ጉዳይ ሄምፓስ ኢንተርታይመንት ክንርኢ ኢና ወይ ድማ ክንዕዘብ ኢና። እዚ ጉዳይ እዚ ወይ ድማ ከምዚ ዓይነት ተግባራት እሞ ድማ ኣብ ውዑይ ሓዘን ገና ኣብ ዓሰርተ ክልተ መዓልቲ ከይመልኦ ከሎ ካሜራ ተኺልካ ናብ ህዝቢ ምስርጋሕ ቅቡል ድዩ ወይ ተቐባልነት ኣለዎ ድዩ ኣብዚኣ እሞ ሄኖክ ፓስታ ግን ኣይግድን። ኣብ ዝሓለፈ ሳልስቲ ብመንገዲ ኣዳላውን ኣቕራብን መደብ ሄንፓስ ኢንተርታይመንት ዝኾንካ ሄኖክ ፓስታ ሓደ ዘሰንብድን ዘርምምን መደብ ፈኒኻ ኔርካ። እዚ ድማ ብዛዕባቲ ድንገት ጥራይ ኢልካ ክሕለፍ ዘይክእል ጥፍኣት ደቂ ሰብ ወይ ድማ ዲዛስተር ናይ ኣርባዕተ ዕሸላት ካብ ሓደ ማህጸን ኣብ ሓንቲ ምሸት ምዃኑ'ዩ። ክንድዚ ዝኣክል ከቢድ ውዑይ ሓዘን ንሓንቲ ወላዲት ኣብ ቅድሚኣ ካሜራ ገቲርካ ንዔ ተዛረቢ ክትብላ ከመይ ነብስኻ ይገብረልካ። እዋእ እቲ ሕብረተሰብ ይኹን እቲ ኮሚኒቲ ንቡር ናይ ሓዘን ግዜ ከምቲ ንቡር እኳ ናይ ዓሰርተ ክልተ መዓልቲ ሓዘን እዩ ከይገበረ ናብ ሜድያ ምጉያይ ምስ ምንታይ ይቑጸር? ጸገሞም መዝሚዝካ ብስም ክንሕግዘኩም እናበልካ ከም ሓደ ናይ ሓጎስ ጽምብል ብውዑይ እንከሎ ንፈነወ ከተብቅዖ ምጉያይ ካብ ብባህልን ስነ ምግባርን ሕብረተሰብ ዝረሓቐ ዘይንቡር ተግባር ኮይኑ ረኺበዮ። ብኻልኣይ ደረጃ ንሕጋዊ መደያቱ ምርኣይ የገድስ። እዚ ጉዳይ ምስ ኩሉ ሕልኽላኽ ዛንትኡ ገና ኣብ ኢድ ፖሊስ ኤርትራ'ዩ ዘሎ። ገለ መልክዕ ከይሓዘ ናብ ሚድያ ምፍናው ነቲ ጉዳይ ዝያዳ ኣይሓላልኾንዶ? ፖሊስ ኣብቲ ጉዳይ ሞያዊ ርእይቶ ኣብ ዘይሃበሉ'ዩ ዝቃላሕ ዘሎ። ከም ተወሳኺ ከምዚ ዓይነት ዘሰንብድ መርድእ ናብቲ ኣብ ርሑቕ ዘሎ ቤተ ዘመድ፣ ፈታውን መላእ ሕብረተሰብ እዚ ተራ ድንገት ወይ ሓደጋ'ዩ ኢልካ ክትሓልፎ የጸግም። እቲ ዘስካሕክሕ ጉዳይ ገለ መልክዕ ከይሓዘ ኣብ ውሽጢ ሓሙሽተ መዓልቲ ናብ መላእ ዓለም ምፍናው ብዓይኒ ሞራልን ክብርን ሕብረተሰብ ነውሪ'ዩ። ከም ዝፍለጥ ንጽጉምን ንሕዙንን ምትሕግጋዝ ኣብ ህዝብና ፍሉይ ነገር ዘይኮነስ ባህሊ ዩ። እዚ ሓደጋ እዚ ኣጋጢምዋ ንዘሎ ኣደን ብሓፈሻ ነቲ ቤተሰብን ኩይኖ ምሕጋዝ ካልእ ፍሉይ ሞራልን ምጽንናዕን ነገር እንተሎ ውን ከም ኤርትራውነት ስድራ ዝግብኦም ዩ። እምበኣር ሄኖክ ነዚ ከም ምምሃር ነገር ወሲድካ ኣብ መጻኢ ክትእረመሉ ጽበየካ። ንመላእ ስድራ ቤትን ቤተሰብን ምሉእ ምጽንናዕ ይሃቦም። ናቕፋ ፕረሴ ካብ ከባቢ እንዳ ሰሎሙን ቢቕቢቕ።
ነዚኦም ዩቱበራት ከይተረጋገጸ ኮሎ ኣውጺኦም ኣብዚ ዘርጊሖምሲ ንምንታይ እዮም ነዚ ሰብሲ ከምዚ ዝሻቀል ዝገብርዎ ግደፍዎ ንዓና ኣብዚ ዘለና ሳክት እንዲና ነታ ስድራቤትሲ እንታይ ከምዚ ንሓገዝ ኢልኩም ተገበርኩሞ ሓደ ሓደ ትርጉም ኣለዎ ንሓገዝ ዘይኮነ ግን ኣብኡ ኣውጺኻ ብሓዘንተኛ ከላስ ትቆሳቁሳ እዚ ኣብ ባህልና ልሙድ ደይኮነ ከተተኣታትውዎ የብልኩምን ኣብ ኢትዮጵያ እኮ ሕጂ እቲ መርዓስ እቲ መርዓ ይኩም ቀይሮሞ ሓዘን ሓዘንስ ግቡእ ኣይትሕዘን እዩ እንዲ ድብል ግን ኣትሊስት ዓሰርተ ሓ- ዓሰርተ ክልተ መዓልትስ ሓዚኑ ብክያቱ ክውድእ ኣለዎ ሰብ እምበር ልክዕ ከም ዶሮ ወይ ከልቢ ዝቀተለ ዝተቀተሎስ መጺኻ ኢንተርቪው ከተብሎ ሸይም እዩ ኣነ ዝብል የለን ኣብዚ ዓዲ ከማን ከምኡ ኣይግበርን እዩ ኣብ ናህና ጥራይ ንሪኦ ቪድዮ ተቀድሐ መቃብር እምበር ኣነ ኣብ ናይ ዳች ሪኤ ይፈልጥኒ ድቅዳሕ ፊልም ሪኤ ይፈልጥ ኣክሲደንት ኮይኑ ከማነይ ሸፋፊኖም እዮም እምበር ቀሊዖም ኣየርእዩ ገለመለ የርእዩ ዋላ ክዛረብ ተኮይኑ ዝኾነ ከዓ ከምዚ ሸፊኑ ገፁ እቲ ድምፂ ቀይሮም እዮም ከማን ደሸፍንዎ እዚ ክተርፍ ዘለዎ ባህሊ እዩ ከማን ከምኡ እዩ ክብል ዘለዎ ሰብ ኣነ ኣደንጊጻትኒ እያ ናይ ብሓቂ እንኳን ኣርባዕተ ውላድካሲ ሓደ ውላድካ ከማን ክኾነካ ዘይትደሊ ኢኻ እዚ ኣብ ሕብረተሰብ ልሙድ ዘይኮነ ከዛ ክትሕገዝ እያ እዛ ሰበይቲ ተባሂሉ ንእሽተይ ቀዲሑ እምበር ሙሉእ ታሪክ ህይወት ከመይ ተገይሩ እንታይ ተገይሩ እንታይ ኮይኑ ነቲ ዝኸፍአ ድሕር ዝኸፍአ ሓደ ሰብ ብክፍኣት ግብሪ ከማን ገይርዎ ነቲ ነቲ ገበን ንኽሽፈን ንኽዕበጥ ኢኻ ትገብሮ ኩሉ ግዜ እንድሕር ብገበን ተገይሩ ወይ ብዓይኒ ፖሊስ ዘይተረጋገጸ ተውጽኦ ኣለኻ ኮንካ እቲ ገበነኛ ኦረዲ ዝገበሮ ንኾነ ነገር እንድሕር ባዕሉ ገይርዎ ኮይኑሲ ጠፊኡ ሃዲሙ ኣሎ እዚ ክተርፍ እዩ ዘለዎ እቲ ኩሉ ሰብ ነዚኣ ደንጊጽላ ዘውጽኦ ዘሎ እዚ ክውገድ ኣለዎ ክትብል ኣለካ ልሙድ ክኸውን የብሉን መርዓ እዮም ኮ ገይሮሞ ኣብ ኢትዮጵያ ሓዘንሲ መርዓ እዮም ገይሮሞ እንዳ ደነሱ ኣትዉ ከምዚ በይቢ ሻወር ገለመለ ዝግበር ከምኡ ገይሮሞ ከምኡ ክገበር ኣይንደልን ኢና ዝሞተ መንግስተ ሰማይ የዋርሶ እቲ ብህዝብን ፖሊስን ትበሃል መደባላ ትተሓዝ ከምኡ ጌርካ ከዓ ተውፅኦ እንድሕር ገበን ዝገበረሉ ነቲ ገበነኛ ንምርግጋፅ ንምፍላጥ ከምኡ ንኸይግበር እምበር እንታይ ኣምፅኦ ሆል ዶክመንታሪ ፎዋት ሪዘን ካብቲ ዩቱብ ትወስድ እያ እዚኦም ደቂ ዓድና ዘለኹም ከዓ ዩቱብ ይብላዕ ኣሎ ተበልዎሲ ከምኡ ጌርካ ክተውፅእ መዓት ኣሎ ድራማታት ዝስራሕ ካልእ ነገራት ዘይተርኢ ድሕር ደሌኻ ኣነ እዚኣ ኣይደገፍኳን መቸስ ማንም ወላዲት ኣብ ዩቱብ ተሰኒዱ ከዓት ከም ዝተቆራሪፁ ኩሉ ሰብ ዝሪኦ ዘሎ ሙሉእ ዓለም ክሪኦ እዩ እቲም ስድራ ቤት ረብሑ ድዮም ኣይረብሑን እዮም እቲ ዩቱበር እዩ ድረብሕ ኣሮን ቲንግ እዚ ኣብ ኤረ ቲቪ ድመፀዋ ገለ መለታት ኣይመፀን ናይ ውልቃዊ እዩ እዚኦም ገዘጠኛታት ናይ ዓድና ዓቢሮም ኣለዉ ኖት እቶም ኣብ ኤረ ቲቪ ዝሰርሑ ኣናይ ኣድማይር ደም ካብ ላዕለ ክሳብ ታሕቲ ዲያር ወርኪን ሃርድ ካብ ንጎስ ካብ ሰዓት ዓሰርተ ናይ ምሸት ዝሰርሓ ኒውስ ከንብባድየን ገለ ኣነ ርእየን ብዓይነን ብጣዕሚ ከምዚ ሪስፐክት ድኾኑ ስርሖም ዝፈልጡ ካብ ስርሖም ወፂኦም ወላ ሓንቲ ዘይገብሩ ኩሎም ኣክሰስ ኣለዎም ደልዮም ድሌቶም ክገብሩ ምኽኣሉ ግን ኣይሰርቁን እዮም እታ ስርሖም እዮም ዝኸዱ እዚኦም ዩቲበራት ግን ድሕር ከምዚ ውፅኹም ከምኡ ትገብሩ ኾንኩም እሻሎም ሓፍተይ ክኹነን ዘለዎ እዩ እቲ ድምጺ ዘለዎ ዓው ኢሉ ክዛረብ ዝኽእል ደስምዕ ክኹንኖ ኣለዎ ንከምዚታት ዓይነት ክመጽእ እቲኦም ስድራ እንታይ ገበሩ ንክሕገስ ንእሽተይ እዮም ደዛረብዋ ከምዛ ናይ ሴት ጣኒቆ ንእሽተይ ኣዛሪቦም ከምዚኣ ንሓግዛ ኣርባዕተ ከሲራ ብሓንቲ ኣብ ፖሊስ ዘይተረጋገጸ ኣብ ንሕብረተሰብ ይርብሽ እም እም እም ተምጻላ የላን ኩላትና ም ኢልና ሓሲብና ም ኢልና ሓሲብና ኣለና እዚኣ ም እሲ ክትፅሓፍ ዘይትኽእል ም ፅሓፍዋ እስከብዚያ ም እበል ኣይትፅሕፋን እያ ክትፅሓፍ ዘይትኽእል ም ንድሓመመ ሰብ ም ንዝሞተ ወላ ሓንቲ ኣይትገብረሉን እያ እዛ ምባል ወላ ሓንቲ ይጠቕማና እያ ዋላ ነታ ስድራ ቤት ኣይትጠቕማን እያ እቲኦም ስድራ ግን ጉዮም መዓንጣ ብሓንሳብ ከመይ መሲላ ኣላ ኣብኡ ተዳሂላ እታ ሰበይቲ ዋላ እታ ትሕዛ እታ ትሕዛ ከማነይ ሪግሬት ክስምዓ እዩ ከምዚ ኢላ ክትሪኦ ከላ ወይ ኣንታ ተጋጊባ ከምዚ ኢለ ተዛረብኩ ክትብል እያ ምክንያቱ ኣብኡ ተዛረበቶ ኣብዚ ዓዲ ብሕጊ ዝቕፅዓካ እዩ ኣብ ዓድና ግን ንድሕር ሰብ ደይብልካ ቆልዓ ትገዲፍካዮ ናኻ ትኸይድ ኣብ ውሕጂ ቆልዑ ገዲፋ ከይዳ ከ ኣዶኖ ናይ ኤርትራ ሕጊ ይፈልጦ ነ ስለምንታይ ገዲፍክዮም ከይድኪ በይኖም ትሕቲ ዕድመ ክብልዋ ክእሉ ድዮም ድሕሪ ከምኡ ኢላ ተዛሪባ ኮይና ጌጋውን ናትኪ እዩ ክትበሃል ትኽእል ድያ እንድሕር ገለ ነገር ኮይኑ ቅድሚ ምድቃሰይ ዝረኣኹዋ ቪድዮ እዚኣ እያ ነይራ ድቃስ ከልእትና ከዓኒ ብዛዕባ እዛ ቪድዮ ክሓስብ ማለት እዩ ምክንያቱ ኩሉ ሙሉ ኣብዛ ዘጋጥም ኣብዞም ኣርባዕተ ቆልዑ ሕጂ ብዛዕባ ኣርባዕተ ቆልዑ ኢና ንዛረብ ዘለና ህፃውንቲ ነብሰ ምክልኻል ክገብሩ ዘይክእሉ ፍጡራት ማለት እዩ። እም፣ ብጣዕሚ ብዙሕ ሕቶታት ከዓ እንድሕር ኣርኢኹምና ሕቶታት ከዓ ኣለና ከም ህዝቢ ማለት እዩ። በርከስ ኣርባዕተ ቆልዑ ሰዓት ሓሙሽተ ግመ ኮይኑ ካብ ገዛ ወፂኦም እሞ ከዓ እቲ ዝኸድዎ በረኻ መዓንጣ ዘይቆፀረ ቆልዓ ነቲ በረኻ ጥሒሱ ከምቲ ዝበልኩሞ ከዓ ክልተ ዒላ ሰጊሩ ሳልሰይቲ ዒላ ክጥሕል ከሎ እ፣ እሞ ከዓ ሻምፖ ምስኡ ተማሊኡ ካብ ገዛ ዘይወፀ ሻምፖ ብዙሕ ክፉት ሕቶ ኣሎ ኣይሆፕ ከዓ እዚኦም ከዓ ህፃውንቲ እዮም ህፃውንቲ ማለት ከዓ ካብ ስድሮም ወፃኢ ዋላ ናይ ኩሉ ሰብ ሓላፍነት እዮም ማለት እዩ ሕጂ ንሕና እውን ከም ህዝብን ከም ተዓዘብትን ከዓ ሓላፍነት ኮይኑ ይስምዓና እዚ ጉዳይ ክፃረ ክፃረ ከዓ ተስፋ ንገብር ኩላትና ከዓ ክንፃረ ኣለዎ እዚ ጉዳይ ኢድ ናይ ሰብ ኣለዎ ኢላ እቲ ዓባይ ሰበይቲ እውን ተዛሪባ ነይራ እያ ካብቶም ስድራ እኳስ ኢድ ኣለዎ ኢላ ሓንቲ ዓባይ ሰበይቲ ዛርባላ ባይ ዘ ወይ ናይታ ዓባይ ሰበይቲ ናዛረበት ቪድዮ ቆሪጽኩሞ ኣለኹም ኩሉ ተተስምዑና ደስ ምበለና ዓቢ ይኹን ንእሽተይ ኣብ ገበናት ኩሉ ዝረኣዮ ዝረኣዮን ዝሰምዖን ክነግር ከሎ ዋላ ሓንቲ ንእሽተይ ክንዲ እዚኣ ትመስል ኣሰር ተትሒዝካ ብዙሕ ነገራት ክትፈትሕ ስለ ትኽእል እዚ ጉዳይ እዚ ከዓኒ ብጽፉፍ ብጽሩይ ፍታሕ ክርከቦ ወይ ከዓኒ ገበነኛ ክድለዮ ወይ ከም ገበን ክረኣ ኣለዎ መጀመርያ ላይን ማለት እዩ ኣነ ከም ኣደይ ብ- ዝብል ሶሪ ብቆልዑ ፀወታ የለን ምክንያቱ ህፃውንቲ ቆልዑ እዮም እዚኦም ዝኾነ ነፍሲ ወከፍ ሓበሬታ ክህብ ዝኽእል ሰብ ተሓቲቱ ከም ስርዓት ብገበን ክረኣ ኣለዎ ኣርባዕተ ትንፋስ ህፃውንቲ ብዛዕባ ህፃውንቲ ቆልዑ ኢና ንዛረብ ዘለና any ምክንኻን ክገብሩ ዝኸእሉ ዘይክእሉ ወላ ሓንቲ እዚ ጉዳይ እዚ ኻኒ ብረቂቕ ካብ ነፍሲ ወከፍ ካብ ቆልዓ ስጋዕ ዓብዪ ተሓቲቱ ምናልባት ሸለል ኢልኩሞ ትሓልፉ ዘለኹም ንኣሽቱ ቆልዑ ዝረኣይዎም ነገራት በቃ ከም ገበን ኣብ መጀመርያ ላይን ክረአ ኣለዎ ማለት እዩ ገበን ከም ዘጋጠመ ጌርካ ንሽ ሓደጋ ምክንያቱ ናብ ሓደጋ ናብ ሓደጋስ ክ- ብ- ብ- ብ- ብዝኾነ ነገር ገልቢጥካ ገልቢጥካ ገልቢጥካ ሶሪ ተሓዙልና ግን ተገልበጥካ ተገልበጥካ ሲ ናብ ናብ በቃ ኩሉ ነገር መቸም ክሪሚናል ኣብዚ ዓዲ ኮይና ንሪኦ ብዙሕ ክሪሚናላት ከዓ ስለ ዘሎ እ፣ በዚ በዚ ተገላበጥናዮስ እ፣ ገበን ኮይኑ ይስማዕና ኣነ መጀመርያ እቶም ቆልዑ ስለ ዝተቐበሩ ኦዶፕስዮም ክግበር ኣይከእልን እዩ ማጥቃ መርመራ ክግበር ኣይከእልን እዩ ኣብ ኣካላቶም እንተደይ ኮይኑ ግን ብድሕሪኡ ግን ብደቂቕ ኣይ ሆፕ ማለት እዩ ብደቂቕ እዚ ጉዳይ ዝተታሒዙ መርመራ ፖሊስ ከዓኒ መርመራ ግቡእ ክገብረሉ ንሕና ከዓ ካብ ኤስካዕ ዘይከፍልና ክንከታተል ማለት እዩ ከምዚኣ ተሓቢርኩምና ምክንያቱ እዚ ሲ ሕሰብዎ እንድሕር ናይ ብሓቂ ብገበን ጠፊኦም ኮይኖም ኣርባዕተ ትንፋስ ዘጥፈእ ሰብ ኣብ ደገ ኣሎ ኮፍ ኢሉ ማለት እዩ ዝኸበርኩም ተኻተተልቲ ንባት ሚድያ እቲ ርኢቶታት ከምዚ ክንሰምዖን ክዕዘቦን ዝጸናሕናዩ ምናልባት ሄፓስ ኢንተርታይመንት ነዚ ከም ሰናይ ተግባር ሓሲቡ ዩ ናብ ማሕበራዊ ሚድያ ሸር ኢልዎ ምኽንያቱ እዛ ጓል ኣንስተይቲ እዚኣ ህዝቢ ደንጊጹ ኩሉ ምትሕግጋዝ ክገብረላ ምጽንናዕ ክገብረላ ብምባል ዩ ከምቲ ንሱ ዝተዛረቦ ማለት ዩ በዚ ኮይኑ በቲ ግን ብዓይኒ ሕብረተሰብ እንተርኢኻዮ ግን እዚ ምስቲ ባህልን ክብርታትን ናይቲ ሕብረተሰብና ኤርትራ ዝኸይድ ኣይኮነን ብሕጂ ውን ክትእረመሉ ኣለካ ካልኦት ዩቱበራት ውን ከምዚ ዓይነት ተግባራት ወይ ድማ ከምዚ ዓይነት ቪድዮታት ተቐዳዲምካ ናብ ማሕበራዊ ሚድያ ምዝርጋሕ ትርጉም ከም ዘይብሉ ተረዲእኩም ካብ ተግባራትኩም ክትቁጠቡ ኢና ክንምዕድን ክንመክርን ንፈቱ በዚ ኮይኑ በቲ ግን ከም መምሃሪ ክኾነና ቅድሚ ዕስራን ሓሙሽተን ዓመታት ይኸውን ኣብ ድምፂ ሓፋሽ ኤርትራ ምናልባት እቲ ዓመት ብልክዕ ዘይክዝክሮ ይኽእል ይኸውን፣ ከይሳዕረረ ዝበሃል መደብ ይቃላሕ ነይሩ። እዚ ከይሳዕረረ ዝበሃል መደብ ድማ ብዙሓት ገበነኛታት፣ ኣብ ልዕሊ ህዝቢ ገበን ዝፍጽሙ ዝነበሩ፣ ኣብ ማሕበራዊ ሚድያ ብፍላይ ኣብ ድምጺ ሓፋሽ ኤርትራ ይቃልሑ ነይሮም እዮም። እዚ ግን ህዝቢ ስለ ዝተቃወሞ እንታይ ዓይነት ተግባራት ተርእዩና ኣለኹም ካበይ ዝመጸ ባህሊ ዩ ካበይ ዝመጸ ነገራት ዩ እዚ ንምንታይ ዘይተቋርጽዎ መንእሰያት እንታይ ዮም ክመሃሩ ህዝቢ ካብዚኦም እንታይ ዩ ክመሃር ዝምልከቶ ኣካል እቲ ዝግባእ ፍርዲ ሂቡ መቅጻዕቲ ክህቦም ጥራይ ዩ ዘለዎም እምበር ብከምዚ መንገዲ ሰሪቆም ብከምዚ መንገዲ ከምዚ ሜላ ተጠቂሞም ኢልካ ኣብ መደብ ከይሳዕረረ ኢልካ ናብ ህዝቢ ምዝርጋሕ ትርጉም ዘለዎ ኣይኮነን ሜላታት ስርቂ ጥራይ እዩ እቲ መንእሰይ ክመሃር ዝኽእል እምበር ካልእ ዝኾነ ለውጢ ከምጽእ ኣይክእልን እዩ። ኣቃርጽዎ ተባሂሉ እዚ መደብ ከይሰዓረረ ኣቋሪጹ ነይሩ። ስለዚ እዚ ውን ካብኡ ዝፍለ ኣይኮነን። ካልእ ብዙሕ ብዙሕ ክስራሕ ዝኽእል ስርሓት ስለዘሎ ካብ ከምዚ ዓይነት ዘየድሊ ተግባራት ክንቁጠብ ደጊምና ደጋጊምና ክንምሕጸን ንፈቱ። ንሎሚ ኣዳሊናያ ዝነበርና መደብ ነዚ ዝተኻታተልኩሞ እዩ ዝመስል ነይሩ። ኣብ ቀጻሊ ብኻልእ ፍልይ ዝበለ መደብ ክሳብ ንራኸብ ድማ